ከም ትሪእዎ ዘለኹም ሃንደበታዊ ዘጋጠመ ምፍንጃር እዩ ሰላም ከመይ ትኾኑ ጋይስ ካብ ፊሊን ሎም መዓንቲ ካብ ሓድሽ ቪድዮ ተመይስና ኣላ ኢሎም መዓንቲ ቪድዮ ናይ ሎም መዓንቲ ርስትና ዝተፈላለዩ ኣገደስቲ ሓበሬታት ሒዘልኩም መፅእ ኣለኹ ሳብ መወዳእታ ምሳይ ፅንሑ ሓደሽ ድሕር ኮንኩም ሳብስክራይብ ኣይትረስዑ Let's go! ንተዛረብቲ ትግርኛን ኣምሓርኛን ንምሕጋዝን ንምሕያልን ዝተዳለወ ቻትቦት ስለ ዘማዕበልና ሕጉሳት ኢና። እዚ ቻትቦት ንተጠቃሚ ፍሉይ ተመክሮ ንምሃብ ምዕቡል ናይ ኣርቲፊሻል ኢንተሊጀንስ ቴክኖሎጂታት ይጥቀም። ላምፓዲና ኤኣይ ንምንታይ ክጠቕመካ ትኽእል? ፍልጠትካ ክተስፍሕ፣ ፈጠራዊ ብልሓታትካ ተዕቢ፣ ኣካዳሚያዊ ሓገዝ፣ ምፍታሕ ጸገማት፣ ብብሕታዊ ዘድልየካ ነገራት፣ ውልቃዊ ዕብየትን ምዕባለን፣ ስምዒታዊ ደገፍ፣ ዌልነስ፣ ከምኡ'ውን ርእሰ-ሓልዮት፣ ፋይናንሳዊ መምርሒ፣ እዚ ካብቲ ብውሕዱ ከተካይዶ ትኽእል ስራሓት እዩ። ላምፓዲና ኣገዳሲ ዝኾነ ስለምንታይ እዩ? ቅልጡፍን ብዓቢኡ ድማ ብቋንቋኻን እዩ። ትግርኛ ድካ ኣምሓርኛ ትጽሕፍ ከም ዘለኻ ክትገልጽ ኣየድልየካን እዩ። ላምፐቻት ነቲ ቋንቋ ለልያ ባዕላ ዘድልየካ ክተቕርበልካ እያ። ብኸመይ ትሰርሕ? ድሕሪ ምምዝጋብና ኣብ ላምፕቻት ብምጥዋቕ ነዚ ዝመስል ገጽ ክንርኢ ኢና። ብምቕጻል ኣብዚ ብታሕቲ ዘሎ ቦታ ብምኻድ ብትደልዮ ቋንቋ ኣቢልካ ንኣብነት። ኣነስ ኣብ ተረፍ ግዜ ገለ ናይ ኦንላይን ስራሕ ክጅምር ደልየ ኢልካ ምስ ትሓስብ ኣብ ላምፕ ቻት ኬድካ ብ ኦንላይን ክጅምሮ ዝኽእል ስራሓት እንታይ ኣሎ ኢልካ ትሓትት እሞ ነዚ ዝስዕብ ትረክብ። እዚ ጥራይ ግን ኣይኮነን ንኣብነት ካብዘን ትርእይወን ዘለኹም ብዛዕባ ሓንቲ ዝያዳ ክትፈልጡ ምስ ትደልዩ ብዛዕባ እታ ራብዐይቲ ዝያዳ ሓበሬታ ሃብኒ ትብል እሞ ብዛዕባ እቲ ርእስቲ ብዝያዳ ክትፈልጥን ክትጅምረሉ ናብ እትኽእል ቦታን ክመርሐካ ይኽእል እዩ። ብተወሳኺ፣ ብዛዕባ ዘጋጥመካ ጉዳያት ይኹን ጸገማት ምኽሪ ምስ እትደሊ፣ ብዛዕባ ዝፈተኻያ መጽሓፍ ዝያዳ ሓሳባት፣ ጽሟቕ ናይታ መጽሓፍ ኮነ ካብታ መጽሓፍ ክትወስዶ እትኽእል ትምህርቲ ክትፈልጥ ምስ እትደሊ፣ ንላምፓዲና ተወከሳ እሞ ዘድልየካ ክትበካያ። ላምፓዲና ተጠቐሙላን ኣስተማቕሩዋን። ነዚ ደስ ዘብል መሳርሒ ንምርካብ ናብ www lampanina dot ai ተወከሱ። እንቋዕ ናብ ላምፓኒና ኤኣይ ብደሓን መጻኹም።
ስለዚ ጋይስ ቅድሚ ናብ ሓበሬታትና ቅድሚ ምኻድና ሓንቲ ፊልም ሳጀስት ክገብረኩም እየ ወይ ክትርእይዋ ዘለኩም ፊልም ሓንቲ ከርእየኩም እየ ማለት እዩ ክነግረካ እንዶ ቀደም ምሽ ቅድሚ መርዓ ምቕንጣጥ ገለ ዝበሃል ነይሩ እወ ነይሩ
ሓደሽቲ መርዑት እዮም ሳልስቲ ገለ ከዓ ነይሩ ምሽ ከመይ ከመይ እሞ ዝግበር ነይሩ?
ሶሊ ደሓን ዲኺ? እንታይ ደኣ እዘን ሕቶ ሕውስ ሕውስ ኣቢልኪ። ዓርኪ ሳልስቲ ደኣ ከምዚ ምሽ ኣሎ ናይታ መርዓት ደም ኣብ ኣንሶላ ወይ ድማ ኣብ ከምዚ ኣብ መንዲል ገለ ገይሮም ናብቲ እንዳ ጓል ገዛ ኸዱ እቶም ዓርኪ ርእሲ እቶም መታዕቢቲ ገለ ናብኡ ከይዶም ሽዑ ኣብቲ እንዳ ጓል ካንሸሎ ኣብቲ ማዕፆ ከምዚ ብቻርኮል ገይሮም ኣብ ቻርት ፅሒፎም ደስ ኢልና ደስ ዝበልኩም ገለ ኢሎም ልጥፉ ሽዑ እተን ኣዴታት ሕዝኦም ጓይላ ግበር ገለ ክፃወቱ ወዕሉ መግቢ በልዑ ገለ መለ ገለ ማራ ይቤላ ነይሩ ያኽ እዚ ባህልና ግን እንተኾይኑ እዩ ወላ ኣብ ዓድና እኳ እዩ ዝተርፍ ደሎ ይተርፍ ኣሎ ዋ ኣብዚ ሕጂ ግዜ ዳ እሞ ደስ ኢልና ደስ ይበልኩም ተብል ጓል ተሳኢና ትኸውን እምበር
ከምኡ ድዩ
ዋ ኣታ እንታይ ክትገብር ደው ኢልካለይ? ዋእ ኤህ ክድውለልኪ ይክእልን? ስማዕ ብልፅቲ ፊልም እያ ብብሉፃት ኣርቲስት ብሉፃትን ዓበይትን ኣርቲስት ዝተሰርሐት እያ ስለዚ ናይ መጀመርያ ኢፕሶድ እያ ተዘርጊሓ ዘላ ሕጂ እሳ ኣብ ኮመንት ኣብ መጀመርያ ክገድፈልኩም እየ ኣብኡ ኣቲኹም ረእይዋ ስለዚ ጋይስ ናብቲ ኣገደስቲ ሓበሬታት ምስ ንሰግር ኣብ ከተማ ጆሃንስበርግ ሳውዝ ኣፍሪቃ ዘጋጠመ ናይ ትሕቲ ምድሪ ፍንጀራ ሓደ ሰብ ከም ዝሞተን ካልኦት ዓሰርተታት ሰባት ከም ዝቆሰሉ ተገሊጹ ኣሎ ማለት እዩ

እዚ ብረቡዕ ኣብ ጆሃንስበርግ ዘጋጠመ ኣብ ማእኸል ዕዳጋ ናይታ ከተማ የጋጢሙ ማለት እዩ ስለዚ ጠንቂ ናይዚ ምፍንጃር ግን ዋላ እኳ ንፁር እንተዘይኮነ እንተኾነ ግን ካልኣይ ግዜ ከጋጥም ከም ዝኽእል ብምሕባር ካብቲ ከባቢታት እቲ ከባቢታት ከዘውትሮ ወይ ካብቲ ከባቢታት ብብዝሒ ክንቀሳቀሱ ከም ዘይብሎም ሰባት እዮም ዝገልፂ ዘለዎ ማለት እዩ ናብ ካልእ ምስ ሰግር ከኣኒ ኤላን ማስክ ንምልክት ትዊተር ወይ ከኒ ጻዕዳ ዑፍ ዝነበረ ናብ ጸሊም ሕብሪ ዘለዎ ኤክስ ከም ዝቐየሮ ተገሊጹ ኣሎ ማለት እዩ። ወናኒ ማሕበር መራኸቢ ብዙሃን ትዊተር ኤላን ማስክ ንምልክት እቲ መራኸቢ ዝኾነ ሰማያዊ ሕብሪ ዘለዎ ዑፍ ናብ ጸሊም ሕብሪ ዘለዎ ኤክስ ከም ዝቐየሮ ተገሊጹ ኣሎ እዚ ሓድሽ መልእኽቲ ኣብ ትማሊ ሰንበት 23 ሓምለ 2023 ጀሚሩ ኣብ ኣፍ ደገ ናይቲ ቤት ጽሕፈት ማሕበራዊ መራኸቢታት ሳን ፍራንሲስኮ ክረኣ ከም ዝወዓለ እዩ ተገሊጹ ዘሎ ማለት እዩ ከም ዝፍለጥ ኣብ ዝሓለፈ ክልተ ሰሙን ጀሚሩ ትሬድስ ዝተባሃለ ንትዊተር ክወዳደር ዝኽእል ብሜታ ወይ ከዓ ብናይ ፌስቡክ ካምፓኒ ተሰርሐ ሓድሽ ኣፕሊኬሽን ነይሩ ማለት እዩ ስለዚ ኣብ ውሑድ ሰዓታት ከዓኒ ብዙሕ ዳውንሎድ ከም ዝገበረ ወይ ከዓ ብዙሕ ተጠቃሚ ከም ዝረኸበ ኣብ ዝሓለፈ ቪድዮ ሰሪሕልኩም ነይረ ማለት እዩ ስለዚ በዚ ዝኸውን ከዓኒ እቲ ኣርማ ወይ ከዓ ሎጎ ናይ ትዊተር ካብ ፃዕዳ ዑፍ ዝነበረ ወይ ኣብ ሰማያዊ ፃዕዳ ዑፍ ዝነበረ ሙሉእ ሙሉእ ናብ ፀሊም ብኤክስ ወይ ከዓ ኣብ ፀሊም ሕብሪ ኤክስ ተቐይሩ ዘሎ ማለት እዩ ወይ ከዓ ውድድሩ ንኸዕቢ እዩ ተቐይሩ ዘሎ ማለት እዩ Oh, እንታይ ሕማቅ ኣጋጢሞ ዶ ትብሉ ኣለኹም እትሪእዎ ዘለኹም ቴምቦ ዳንኤል ዝተባሃለ ኣብ ሌጎስ ናይጀርያ እዩ ዝቕመጥ ዘሎ ስለዚ ከም ትሪእዎ ዘለኹም ኣብ ላይቭ ኣትዩ ዝበኪ ዘሎ ማለት እዩ መብከዩ ምክንያት ከዓኒ ሽግር ኣጋጢሞ ወይ ሓዘን ኣጋጢሞ ዘይኮነሲ ኣብ ዓለም እቲ ዝነዊሕ ሰዓታት ዝበኸየ ተባሂሉ ክብረ ወሰን ንክሰብር ብምባል እዩ ዝበክ ዘሎ ከም ትሪእዎ ዘለኹም ኣብ ላይቭ ኮይኑ እዩ ዝበክ ዘሎ ማለት እዩ ዝሓዘነ ከማን ክንዲዚ ይበክን እዩ ቴምቦ ዳንኤል እቲ ዝነውሐ ዝበኸየ ተባሂሉ ኣብ መዝገብ ክብረ ወሰን ክሰፍር ሚእቲ ሰዓታት ክበኪ እዩ ተበጊሱ ነይሩ ማለት እዩ ከም ትሪእዎ ዘለኹም ኣብ ክልተ ሰዓት ከባቢ ብሓያል ኤነርጂ እዩ ዝበኪ ነይሩ ዋላ ክጅምር ከሎ ክሳብ ክልተ ሰዓት ክኸውን እውን ብሓያል ኤነርጂ እዩ ክበኪ ተራእዩ ማለት እዩ እንተኾነ ግን ኣብ ሽዱሽተ ሰዓት ምስ በፅሐ ግን ሓይሉ ደኺሞ ከቋርፅ ተገዲዱ ማለት እዩ ኣብዚ ትሪእዎ ኣለኹም ኣዝዩ ደኺሙ ብዚ ኣርባዕተ ሰዓትን ፈረቓን እዩ በፂሑ ነይሩ ብዚ ኣብ ኣርባዕተ ሰዓትን ፈረቓን ከዓ ሓይሊ ኾኖ ኤነርጂ ይወስድ ኣሎ ከምትሪእዎ ኣለኹም ከባቢ 6 ሰዓት ምስ በፅሐ ኣዝዩ ተዳኺሙ ማለት እዩ መዝገብ ክብረ ወሰን ኩሉ እያ ትጥርንፍ